ሰላም ሰላም ክቡራት ተኸታተልቲ ናይዚ መደብ ከመይ ተቐንዩ እንኳዕ ናብዛ ቻነልና ብደሓን መጻእኹም ሕማም ጨጎራ ወይ ጋስትራይት ወይ እውን እስተሞኮ ተባሂሉ ብልምዲ ዝፍለጥ ንደጋዊ ክፍሊ ከስዐና ዝሽፍን ሽፋን ኣሎ ንሱ ክቆስል እንከሎ ወይ እውን ክረክስ እንከሎ ክሳብ ነድሪ እውን ክበፅሕ እንከሎ ኮይኑ ኣብዚ ግዜ እዚ ድማ ሓደ ካብቲ ንብዙሓት ሰባት ከጥቅዕ ዝኽእል ወይ ከዓኒ ብብዝሒ ኣብ ኩሉ ሰብ ክንረኽቦ እንኽእል ዓይነት ሕማም ኮይኑ ኣሎ ከምኡ ውን ኣብ ሕብረተሰብና ኣነስ ጋስትራይት ኣላትኒ ቀሓር ገይረለይ ከምኡ ውን ጨጎራይ የሕመኒ ኣሎ ክበሃል ብብዝሒ ሰሚዕና ንኸውን ኢና እሞ ነዚ ሕማም እዚ ብብዝሒ ኣብ ሓበሻ ክርከብ ዝገብሮ ዘሎ ጠንቂ እንታይ እዩ እንታይ ስለ ዘሎ እዩ ኣብዚ ሕብረተሰብና ብብዝሒ ዝደጋገም ዘሎ ከምኡ ውን ሓደ ሰብ እንታይ ዓይነት ምልክታት ምስ እንርእየሉ ኢና እዚ ሰብ እዚ ቅልል ዝበለ ሕማም ጨጎራ ኣለዎ ንብል ወይ ከዓኒ እዚስ ክብድ ዝበለ ቁስሊ ኣብ ጨጎሩ ኣማዕቢሉ ኣሎሞ ቅልጡፍ ዝኾነ ሕክምናዊ ክንክን ክረክብ ኣለዎ እንብሎ መዓስ እዩ ጠንቅታትን መበገስታትን ሕማም ጨጎራኸ እንታይ እንታይን ይመስሉ? ከምኡውን ኣብ ስርዓት ኣመጋግባና ድማ ኣየኖት ዓይነት መግቢ እዮም ካብዚ ሕማም እዚ ክከላኸሉልና ዝኽእሉ እሞ ክንምገቦም ዘለና? ኣየኖት ዓይነት መግብታት እዮም ከ ነዚ ሕማም እዚ ስለ ዘጋድድዎ ጠቕሊልና ክንምገቦም የብልናን ወይ ጠቕሊልና ከነወግዶም ኣለና እንብሎም? ዓይነት እዮም፣ ከምኡውን ፈውስታት ሕማም ጨጎራ ወይ ጋስትራይት ከ እንታይ ይመስል? ኣብ መወዳእታ ድማ እንተ ዘይተፈዊሱ ከ ናብ ምንታይ ዓይነት ሕማም ከስዕበልና ይኽእል ወይ ከኣ ናብ ምንታይ እዩ ክምዕብል ዝኽእል እዚ ሕማም እዚ ንዝብሉ ሓሳባት ኣብዛ ቪድዮና ክንሪኦም ኢና፣ ምሳና ሓቢርኩም ጽንሑ። ሕራይ እምበኣር ከምቲ ኣቐዲምና ኣብ ላዕሊ ዝበልናዮ ሕማም ጨጎራ ወይ ከኣ ሕማም ጋስትራይት ደጋዊ ሽፋን ናይ ጨጎራና ክቖስል ወይ ከኣ ክውዳእ ክረክስ ከሎ እዩ። እዚ ሽፋን እዚ ከ ንምንታይ እዩ ዝጠቅም እንድሕር ኢልና ድማ እዚ ሽፋን እዚ መሕቐቒ መግቢ ዝሕግዙ ኢንዛይምን ኣሲድን ዘዳልዉ ዋህዮታት ዝሓዘ እዩ፣ ከምኡውን ንዕኡ ካብዚ ዝተዳለወ ኣሲድ ንገዛእ ርእሱ ዝከላኸል መለግለግ ዝበለ ዝመስል ወይ ከኣ ሚከስ ኢልና ንጽውዖ ሽፋን እውን ዝሓዘ እዩ ማለት እዩ። ስለዚ እዚ ሽፋን እዚ እንተድኣ ረኺሱ ኣብ ምድላው ኣሲድን ኢንዛይማትን ምዝንባላት ይመጽእ ማለት እዩ። ድሕሪ እዚ ኢና ድማ ንሓደ ሰብ ምልክታት ናይ ሕማም ጨጎራ ክንርእየሉ እንጅምር። እዚ ሕማም ጨጎራ ደረጃታቱ ይፈላለ እዩ፣ ቅልል ዝበለ እንብሎ ኣሎ፣ ክብድ ዝበለ ወይ ከኣ ክሮኒክ ኢልና ንጽውዖ፣ ሕማም ጨጎራውን ኣሎ ማለት እዩ። እዚ ሕማም እዚ ካብ ክልተ ነጥቢ ኣርባዕተ ክሳብ ሽዱሽተ ነጥቢ ሓደ ሚእታዊት ህዝቢ ዓለም ኣብዚ ግዜ እዚ የጥቅዕ ወይ ከዓ ኣጥቂዑ ኣሎ ማለት እዩ። ክብድ ዝበለን ቅልል ዝበለን ኢልናዮ ፀኒሕና እሞ ክብድ ዝበለ መዓስ እዩ ዝኸውን እንተድኣ ኢልና ኣብ መጀመርያ ዝርከብ ወይ ከዓ ብዙሕ ምልክታት ዘየርእየና እቲ ቅልል ዝበለ እዩ ንብሎ ማለት እዩ። እናኸበደ ምስ ዝኸይድ ግን ከም ድሕር ኢልና ምልክታቱ ክንሪኦ ኢና። ዝተመገብናዮ ኩሉ ክሳብ ዝወፅእ ክብድ ዝበሉ ምልክታት ኣለውዎ። ከምኡ እውን ምስ ግዜ ድማ እንተደኣ ተዘይተፈዊሱ ናብ ኣዝዩ ከቢድ ካልእ ኣልሰራትን ቁስልን ወይ ከኣ ነድሪ ካስዐ እንብሎ ከስዕብ ይኽእል እዩ ማለት እዩ። ሕራይ እምበኣር ሕጂ ሕማም ጨጎራ እዚኣቶም እዮም እንተደኣ ኢልናዮም ምልክታቱ እንታይ ይመስሉ? እንታይ ዓይነት ምልክት ምስ እንርኢ እዩ ቅልል ዝበለን ክብድ ዝበለን ሕማም ጨጎራ እዩ ኢልና እንፈልዮ? ንዝብል ክንርኢ ኢና። ከም ቀዳማይ ምልክት ዝጥቀስ ዝበዝሐ ግዜ ናይ ምቅጻል ወይ ከኣ ናይ ምቾት ናይ ምስኣን ስምዒት እዩ ማለት እዩ ኣብ ላዕለዋይ ክፍሊ ከብድና ወይ ከዓ ልዕሊ ሕምብርትና ናይ ምቅፃል ስምዒት ይስማዓን ኣነስ የቃፅለኒ ኣሎ ንብሎ ማለት እዩ ከምኡውን ምቾት ምስኣን ማለት እዩ ካልእ ዕግርግር ምባል መግቢ ምስ ተመገብካ ድማ ተምላስ የስዕበልካ ማለት እዩ ዝተመገብካዮ መግቢ ኩሉ ከም ዝወፅእ ይገብሮ እዩ ብፍላይ ድማ ክብድ ዝበለ እናኾነ ምስ መፀ ካልእ ድማ ደዲ በላዕካዮ መግቢ የምልሰካን ዕግርግር ይብለካን እንተ ኣሎ ሸውሃትካ ይዕፆ ወይ ከዓ ናይ ምግቢ ድሌትካ ይጎድል እሞ ብብዝሒ እዚ ከዓ ንውሕ ዝበለ ግዜ ምስ ዝኸይድ ክብደት ምቕናስ ይመፅእ ማለት እዩ። ከም ራብዓይ ድማ ቀሓር ወይ ከዓ ከምዚ ምግሳዕ ንብሎ ማለት እዩ የስዕበልካ። ምግቢ ከይሓቐቐ ንነዊሕ ግዜ ይፀንሕ ስለ ዘሎ እዚ ናብ ቀሓር ወይ ከዓ ናይ ምግሳዕ የስዕበልካ። ከምኡ እውን እዚ ምግቢ እዚ እንተዘይሓቒቑ ድማ ምእካብ ኣየር እውን ስለ ዘሎ መንፋሕቲ ከብዲ ክንርኢ ንኽእል ኢና ማለት እዩ። ካልእ ድማ ናይ ምምንጫት ስምዒት ልክዕ ከምዚ ገለ ምንጭት ዘብለካ ዘሎ ከምኡ ከምቲ ዝበልናዮ ኣብ ላዕለዋይ ክፍሊ ከብድኻ ወይ ከኣኒ ኣብ ከባቢ ልብኻ ዝበዝሐ ሰብ ከምኡ ይብል እዩ ልበይ ይብል እዩ ኣጋግዩ ናይ ሕማም ጋስትራይት ዘለዎ ሰብ ማለት እዩ ልክዕ ብናቱ ኣንጻር ድማ ኣብ ሕቆና ማእከል ሕቆና ማለት እዩ ናይ ምምንጫት ስምዒት ወይ ከዓ ናይ ቃንዛ ኣሎ ማለት እዩ ካልእ ድማ ቀልጢፍካ ምጽጋብ ቅድሚ ሕጂ ዘይነበረ ንኣብነት ፍርቂ ባኒ ቅድሚ ሕጂ ዘይተጽግበካ ዝነበረት ኣብዚ ግዜ እዚ ግን ኣኺላ ታሪፍ ትኸውን ንዓኻ ማለት እዩ ስለዚ ቀልጢፍካ ምምጽጋብ እውን እዚ ሓደ ካብቲ ምልክታት ሕማም ጨጎራ እዩ ማለት እዩ ካልእ ድማ ክብድ ዝበለ ዓይነት ሕማም ጨጎራ ኣሎ፣ ነድሪ ከስዐ ክንብሎ ጸኒሕና እሞ ወይ ከኣ ፔፕቲክ ኣልሰር እንብሎ ማለት እዩ። እዚ እናኸበደ ምስ ከደ ኣዝዩ ቁስሊ ይፈጥር እሞ እቲ ቁስሊ ድማ ክብድ እናበለ ምስ ከደ ቀዳድ ዝመስል ወይ ከኣ ከፋት ኣዝዩ ዝነደረ ወይ ከኣ ዝቖሰለ ይፈጥር። ኣብ ጨጎራና ማለት እዩ ስለዚ ከምዚ ምስ ፈጠረ ድማ ዝተፈላለዩ ኣሲዶች ከዓ ባክቴርያ የጥቅዑ እናጥቅዑ ይመፁ እሞ ኣዝዩ ነድሪ ይፈጥር ስለዚ ናይዚ ምልክት ናይዚ ክብድ ዝበለ ዓይነት ጨጎራ ምልክት ከንታይ እዩ እንተረኣየልና ከዓኒ ደም ምምላስ ክሳብ ከምዚ የስዕበልና እዩ ማለት እዩ ምክንያቱ ውሽጢ ደመ ስለ ዘሎ ክብድ እውን ዝበለ ቁስሊ ስለ ዝኾነ ኣብ ነምልሰሉ ግዜ ደም ዝተሓወሶ ክንርኢ ንኽእል ኢና ከምኡውን ምስ ቀልቀል ድማ ደም ዝተሓወሶ። ስለዚ ክሳብ ከምዚ ክብድ እናበለ ዝኸይድ ምልክታት ኣለዎ ማለት እዩ። እዚኣቶም ምልክታቱ እንተደኣ ኮይኖም እንታይ እዩ እቲ ጠንቂ ወይ ከኣ መበገሲ ናይ ሕማም ጨጎራ ወይ ጋስትራይት እንታይ እዩ እንተደኣ ኢልና ድማ ከም ቀዳማይ ዝጥቀስ ጠንቂ ወይ ከኣ መበገሲ ናይ ሕማም ጨጎራ ሄሊኮባክተር እንብሎ ባክቴርያ እዩ ወይ ከኣ ኤች ፓይሎሪ ኢልና ብልምዲ ንፅዋዕ ማለት ኤች ፓይሎሪ ተባሂሉ ይፅዋዕ ብእንግሊዝኛ ሄሊኮባክተር ባክቴርያ እዚ ደጋዊ ሽፋን ናይ ከስዐና ይረቅቕ ኢልናዮ ፀኒሕና እዚ ባክቴርያ እዚ እንታይ ዝገብር ነቲ ካብ ጨጎራና ዝፈረየ ወይ ከዓ ዝተዳለወ ኣሲድ ይቕንሶ ስርሑ ከም ዝቕንስ ይገብሮ ማለት እዩ ብቁፅሪ ዘይኮነ ግን ስርሑ ከም ዝቕንስ ይገብሮ ስለዚ እዚ ስርሑ እንድሕር ዳ ቀኒሱ ወይ ከዓ ኣሲዲቲ ናቱ ንብሎ ማለት እዩ እንተ ዳ ቀኒሱ ባክቴርያ ከም ልቦም ነቲ ጨጎራና ከጥቅዕዎን ረኽሲ ክፈጥርን ይኽእል ማለት ስለዚ ካልእ እውን ናይ ምክልኻል ዓቕምና የጉድሎ ማለት እዩ እዚ እዚ ኤች ፓይሎሪ እንብሎ ወይ ከዓ ሄሊኮባክተር እንብሎ ባክቴርያ ከም ቀዳማይ ጠንቂ ወይ ከዓ መበገሲ ናይ ሕማም ጨጎራ እዩ ማለት እዩ ካልእ ድማ መድሃኒታት ብፍላይ ድማ ብልምዲ ምሳና ዘለዉ ናይ ቃንዛ ኢልና እንወስዶም ባዕልና ከይተኣዘዘ ማለት እዩ እንወስዶም መድሃኒታት እዚኣቶም ከም ጠንቂ ናይ ሕማም ጨጎራ ወይ ከዓ ጋስትራይት እዮም ማለት እዩ ገለ ካብቶም መድሃኒታት ኣይቡፕሮፈን ዳይክሎፌናክ ወይ ከዓኒ ናይ ደም መቕጠነ ተባሂሎም ዝውሃቡ ኣስፕሪን እዚኣቶም ከም መበገሲ ወይ ከኣ ጠንቂ ናይ ሕማም ጨጎራ እዮም። ካልእ ድማ ምትካኽ ሽጋራ፣ ብብዝሒ ምትካኽ ሽጋራን ኣልኮላዊ መስተ ምውሳድን፣ እዚኣቶም ነቲ ደጋዊ ሽፋን የርቅቕዎን የማህምንዎን እሞ ጨጎራና ብካለ ክጥቃዕ የቃልዕዎ ማለት እዩ። ስለዚ ምትካኽ ሽጋራ፣ ብብዝሒ ኣልኮላዊ መስተ ምውሳድን እዚኣቶም ከም ጠንቂ ይጥቀሱ እዮም። ካልእ ድማ ኣካላትና ንገዛእ ርእሱ ከጥቅዕ እንከሎ፣ ኣካላትና ብዘይ ወልሓደ ምክንያት ምክንያት ብዘይተፈልጠ ማለት እዩ ንገዛእ ርእሱ የጥቅዕ እዩ። እሞ ዝተፈላለዩ ሕማም ከኣ ይፍጠሩ። እዚ ከም መበገሲ ወይ ከኣ ጠንቂ ናይ ሕማም ጨጎራ እዩ። ካልእ ድማ እንታይ ዓይነት ኣሎ እንተ ኢልና ከም መበገሲ እኳ እንተዘይኮነ ግን ከም ጠንቂ ናይ ምውሳኽ ወይ ከኣ ክብደቱ እናወሰኸ ክኸይድ ዝገብሮ ንሕማም ጨጎራ ድማ ስትረስ ወይ ከኣ ጭንቀት እዩ ማለት እዩ። ኣብ ኣዝዩ ኣጨናቒ ኩነታት ዘሎ ሰብ ወይ ከኣ ኣእምሮኡ ብብዝሒ ጭንቀት ዘማዕበለ ሰብ ዝጭነቕ ሰብ ማለት እዩ። እዚ ድማ ከም ጠንቂ ጨጎራ ሕማም ይጥቀስ ማለት እዩ። ካልእ ድማ ብፍላይ ድማ ኣብ ሕብረተሰብና ብብዝሒ እንሪኦ መሪር መግብታት ከም መበገሲ እኳ እንተዘይኮነ ግን ሕማም ጨጎራ ንክጋደድ የጋድዶ ማለት እዩ። መረርቲ ምግብታት ስለዚ እዚኣቶም ከም ጠንቂ ዝጥቀሱ ወይ ከዓ ከም መበገሲ ዝረኣዩ እዮም ማለት እዩ ከምቲ መሪር መግብታት ክንብል ፀኒሕና እሞ ኣቐዲምና እውን ዝሓተትናዮ ሕቶ እንታይ ነይሩ ኣብ ሕብረተሰብና ወይ ካብዚ ሓበሻስ ብብዝሒ ሕማም ጨጎራ ይረአ ወይ ከኣኒ እናበዝሐ ይኸይድ ኣሎ እሞ እንታይ እዩ ጠንቁ እንተዳ ኢልና እዚ ዝረኣናዮ መግብታት እዩ ማለት እዩ ከም ጠንቁ ብብዝሒ ኣብ ኩሉ ሰብ ሕማም ጨጎራ ኣለኒ ጋስትራይት ኣላትኒ ክብልሲ ብብዝሒ ሰብ ንሰምዖ ኢና ስለዚ ቀንዲ ምክንያቱ እንታይ እንተዳ ኢልና ኣብ ኣመጋግባና ስለዘይንጥንቀቕ ወይ ከኣኒ መሪር መግብታት ስለንጥቀም እዩ ማለት እዩ በርበረ፣ ጉዕ፣ ሚጥሚጣ እዚኣቶም ብብዝሒ ስለ ንጥቀመሎም እሞ ኸዓ ብፍላይ በርበረ ኣብ መዓልታዊ ህይወትና ንምግቦ ምግቢ ስለ ነእትዎ ሕማም ጨጓራ ብዝኾነ ምክንያት ብንእሽተይ ምክንያት ይጅምር እሞ ናብ ዝገደደ ክኸይድን ምልክታቱ እናኸበዱ ክኸዱን ይገብሮ ማለት እዩ ስለዚ ኣብ ሓበሻና ብብዝሒ ዘጋድዶ ዘሎ ወይ ከዓኒ ኣብ ብብዝሒ ሰብ ክንሪኦ ንገብር ዘሎ ጠንቂ እንታይ እንተዳይልና መሪር መግብታት ብብዝሒ ስለ እንወስድን ኣብ ገለገለ ሰብ ድማ ጭንቀትን መነባብሮን ክኸውን ይኽእል እዩ ማለት እዩ። ሐራይ እምበኣር እሞ ድኣ ኣብ ኣመጋግባና ከመይ ኢና ክንገብር ዘለና? ሕማም ጨጎራ ንኸይነማዕብልስ እንታይ ዓይነት ክንምገብ ኣለና? ወይ ከኣኒ ኣነስ ሕማም ጨጎራ ኣለኒ እሞ ጠቕሊለ ከወግዶ ዘለኒ ዓይነት መግብታት እንታይ እዩ? ንዝብል ድማ ኣብ መጀመርያ ክጸቕጠሉ ዝደሊ ሕማም ጨጎራ ወይ ከኣ ጋስትራይት ዘለዎ ሰብ ምስ ኣመጋግባኡ ኣዝዩ ኣዝዩ ይተሓሓዝ እዩ። ስለዚ ናትና ኣመጋግባ ብስሩዕ ወይ ከኣኒ ካብዞም ሕጂ ዝጠቕሶም መግብታት እናተጠንቀቕና ናይ ጨጎራና ጥዕና ክንሕሉ ይግበኣና እዩ ማለት እዩ። ስለዚ ጠቕሊልና ክነወግዶም ዘለና ወይ ከኣ ብዓቐኖም ኣዚና ቀኒስና ክንወስዶም ዘለና መግብታት በዓል መን እዮም እንተ ኢልና ከም ቀዳማይ እዞም ክንጠቕሶም ዝጸናሕና መረርቲ መግብታት በርበረ፣ ሚጥሚጣ፣ ጉዕ ዋላ እኳ ጠቕላላ ንግደፎ እንተ ዘይበልና ብዓቐኑ ግን ኣዝዩ ውሑድ ኣዝዩ ውሑድ ማለት እዩ ክንወስድ ይግባኣና እዩ እዚ ሕማም ጨጎራ ናብ ዝገደደ ዝማዕበለ እንድሕር ደኣ ኮይኑ ድማ ጠቕሊና ክነወግዶ ዘለና ዓይነት መግብታት እዮም ማለት እዩ ካልእ ድማ ብዙሕ ኣይንፈልጦን ኢና ግን ጠንቂ ናይ ሕማም ጨጎራ ዝኾነ ድማ ኮሚደረ ኣብ ዝኾነ ምግብና ኮሚደረ ነእቱ ኢና ኣብ ገሊኡ ድማ ብብዝሒ ነእትወሉ ኢና በይኑ እውን ንበልዖ ሰባት ኣለና ማለት እዩ ስለዚ ኮሚደረ ከም ጠንቂ ወይ ከዓ ከም መጋደዲ ናይ ሕማም ጨጎራ ኣይፍለጥን እዩ ነገር ግን የጋድዶ ስለ ዝኾነ እዚ ኮሚደረ ድማ ብዓቐን ቀኒስና ክንወስድ ኣለና ብፍላይ ድማ ሕማም ጨጎራ ዘለዎ ሰብ ማለት እዩ ቀኒስ እዩ ክወስድ ይግብኦ ካልእ ከኣ ኣብ መዓልታዊ መግብና ንረኽቦ ካፌይን፣ ናይ ካፌይን ትሕዝቶ ዘለዎም መግብታት፣ ንኣብነት ቡን፣ ሻሂ፣ እዚኣቶም ኣብ መዓልታዊ ህይወትና ነዘውትሮም ኢና። ሕጂ ኣብ ገለ ተረዲእና ነጉድዶም ኣለዉ፣ ኣብ ገለ ግን ንወስዶም እሞ መምስ ወሰድናዮም እንዳሓመምና ጠንቁ እንታይ እዩ ወይ ከኣ እንታይ ምስ ወሰድና ይሕመና ከም ዘሎ ዘይርድኣና ሰባት ኣለና። ስለዚ ቡንን ሻሂን ሕማም ጨጎራ ኣዝዩ ስለ ዘጋድዶ ኣብ ገሊኡ ድማ ቡን ብብዝሒ ኣብ ንእሽተዩ ከኣ ታሕቲ ደረጃ ዝነበረ ሕማም ጨጎራ ናብ ዝገደደ የምርሓና ስለ ዝኾነ ጠቕሊልና ጠጠው እንተበልናዮ ጽቡቕ፣ ተዘይኮይኑ ድማ ኣዝዩ ውሑድ ክንሰቲ ይግብኣና። መዓልታዊ ንሰቲ ዝነበርና ሰባት ኣብ ሳልስቲ፣ ከምኡ'ውን በብኸምኡ እናቐነስናዮ ውሑድ ዓቐን ቡንን ሻሂን ክንወስድ ይግብኣና ማለት እዩ። ካልእ ድማ ቸኮሌት ዝወስድ ሰብ፣ ቸኮሌት ከኣ የጋድዶ እዩ ንሕማም ጨጎራ። ካልእ ድማ ሲትረስ ዘለዎም ፍሩታታት፣ ሲትረስ ዘለዎም ፍሩታታት ክንብል እንከለና በዓል መን እዮም እንተይልና ኣራንሺ፣ ለሚን፣ መንደሪኒ እዚኣቶም ናይ ሲትረስ ትሕዝቶ ስለ ዘለዎም ወይ ከዓ ሲትረስ ፍሩት ተባሂሎም ስለ ዝፅውዑ ከነወግዶም ይግባኣና እዩ ብፍላይ ሕማም ጨጎራ ዘለዎ ሰብ እዚኦም ተዘይወሰደ ይምከር ማለት እዩ ምክንያቱ ካልእ ካብዚኦም ወፃኢ ዓይነት ፍሩታታት እሞ ናቶም ትሕዝቶ ዘለዎ ክንረክብ ስለ ንኽእል ባናና ኣቮካዶ ከምኡውን ካልእ ካልእ እናወሰድና ክንትከዎ ይግባኣና ማለት እዩ ካልእ ድማ ብዘይቲ ዝተጠብሰ ወይ ከዓ ዝተቐልዎ ዓይነት መግብታት ብዘይቲ ዝተቐልወ መግብታት ኣዝዩ ሓደገኛ እዩ ወይ ከኣ ብብዝሒ ዘይቲ ንጥቀም እንተኾይና መግብና ኣዝዩ ሓደገኛ እዩ ቅብኣት ንጨጎራና ስለዚ ቅብኣት ካብ ዝበዘሖን ብዘይቲ ካብ ዝተጠብሰ መግብታትን ክንእለ ይግብኣና ከነወግዶ ይግብኣና ማለት እዩ ካልእ ድማ ኣብ ገሊኡ ብብዝሒ ጨው ዝወስድ ሰብ ናብ ሕማም ጨጎራ የጋድደሉ ስለ ዝኾነ ጨው ዓቐን ውሕድ እንተገበርናዮ ይምረፅ። ካልእ ድማ ምትካኽ ሽጋራን ኣልኮልን ከም መበገሲ ክረኣ ይኽእል እዩ ናይ ሕማም ጨጎራ ኢልና ፀኒሕና እሞ እዚኦም ድማ ጠቕሊልና ጠቕሊልና ደው ከነብሎም ዘለና እዩ ማለት እዩ። ካልእ ድማ ጋዝ ዘለዎም ዓይነት መስተታት ንኣብነት ኮካ ማይ ጋዝ ለስላሳታት ማለት እዩ ሓፈሻዊ እዚኣቶም ድማ የጋድዱልና ስለ ዝኾኑ እንተቐነስናዮም ወይ ከዓ ጠጠው እንተበልናዮም ጽቡቕ እዩ ማለት እዩ። እሞ እንታይ ደኣ ንመገብ? እዚ ብብዝሒ ዘሎ እዞም ክንሪኦም ዝጸናሕና እንድሕር ደኣ ዘጋድዱ ኮይኖም እንታይ ንመገብ ወይ ከኣ እንታይ ንውሰድ እንተ ኢልና ድማ ዝተመጣጠነ መግቢ መታን ክኾነልና ካብ ኩሉ ዓይነት ክንጠቅስ ኢና። ንኣብነት ካርቦሃይድሬት ዘለዎ መግብታት ኣሎና፣ ኣእካል ዓይነት ኣእካል ንኣብነት ስገም እዚ ንጨጎራ ብዙሕ ጠንቂ ወይ ከኣ ከጋድድ ስለ ዘይክእል ክንምገቦ ዘለናዩ ማለት እዩ። ስገም ሕጂ ብገዓት መልክዕ፣ ካልእ ብካእ ብቅጫ ገለ እንዳገበርና ክንምገቦ ንክእል ኢና ማለት እዩ ካልእ ድማ ኦትስ ኦት ሚል እንብሎ ወይ ከዓ ኣጃ እንብሎ ከዓኒ ብዙሕ ኣብ ጨጎረና ፅልዋ ስለ ዘይብሉ እዚውን ክንምገብ ንክእል ኢና ካልእ ድማ እዚ ብራውን ሩዝ ንብሎ ወይ ከዓኒ ፃዕዳ ሩዝ ዘይኮነስ ብራውን ነገር ዘለዎ ማለት እዩ እሱ ከዓኒ ናይ ካርቦሃይድሬት ትሕዝቶ ኣለዎን ንጨጓራና ድማ ብዙሕ ኣይጎድኦን ማለት እዩ እዚ ክንወስድ ንኽእል ኢና ካልእ ድማ ናይ ፕሮቲን ትሕዝቶ ዘለዎ መግብታት ኣለውና እንቋቑሖ፣ ሕጂ እንቋቑሖ ዝበዝሐ ግዜ ጋስትራይት የምጸለይ እዩ ወይ ከኣ የጋድደለይ እዩ ዝብል ሰብ፣ ምስ በላዕኩስ ይሕመኒ ንዝብል ሰብ ሰሚዕና ክንከውን ንኽእል ኢና። እዚ ድማ እንታይ እንተ ኢልና ብዘይቲ ስለ ነቐልዎ እዩ። እንቋቑሖ ክንቀልዎ ከለና መጀመርያ ዘይቲ ስለ ነእትወሉ እዩ ዝበዝሐ ከምዚ ዘስዕበልና እሞ እንቋቑሖ ብዘይቲ ከይቀለና ወይ ከኣ ዘይቲ ከየእተናኡ ከለና ቀሊና እንተ በላዕናዮ ይምረጽ ማለት እዩ። ካልእ ጥረታት። ፋጆሊ፣ ዓተር፣ ዓሳ፣ ቱና፣ ከምኡውን ርግኦ እዚኣቶም መግብታት ከነዘውትር ንኽእል ኢና። ርግኦ ሕጂ ናይ ፕሮባዮቲክ ትሕዝቶ ስለ ዘለዎ ርግኦ ድማ ክንወስድ ንኽእል ኢና ማለት እዩ። ብፍላይ ሕማም ጨጎራ ዘለዎ ሰብ እሞ መግቢ ዝኣበዮ ሰብ ርግኦ እንተወሰደ ይምከር እዩ ማለት እዩ። ካልእ ድማ ስጋ ደርሆ፣ ስጋ ደርሆ ሕጂ ከምዚ ናይ ኣብ ሕብረተሰብና ንሰርሖ ብብዝሒ በርበረ እቲናን ንነዊሕ ሰዓት ሽጉርቱ ብዘይቲ ቀሊናን ዘይኮነ ብኖርማል ስጋ ደርሆ ብኻልእ ኖርማል ቅልል ዝበለ ጥብስ ጥብስ ኣቢልና ዘይቲ ከየብዛሕና በርበረ ከየእተና ከምዚ ዓይነት ጌርና ድማ ስጋ ደርሆ ይምረጽ እዩ ማለት እዩ። ካልእ ድማ ክንጥቀመሉ ዘለና ኦሊቭ ኦይል ቨርጂን ኦሊቭ ኦይል ዝብል እዚ ድማ ብዙሕ ጨጓራና ስለ ዘይጎድኦ ብብዝሒ ንጠቀም ዘይኮነ ግን ካብ ዓይነታት ዘይቲ ድማ ቨርጂን ኦሊቭ ኦይል እንተተጠቀምና ድማ ይምረጽ ማለት እዩ። ካልእ ድማ ስትሮቤሪ፣ ፓፓዮ፣ ሜለ እዚኣቶም ንጨጎራና ብዙሕ ዝጎድእ ነገር ስለ ዘይብሎም እዚኣቶም ተተመገብና ድማ ተመራፂ እዩ ማለት እዩ ካልእ ከ እንታይ ኣሎ እንተ ኢልና ድማ ብብዝሒ ሰብ ወላ ምስ ሓመመ ዝሰትዮ ማለት እዩ ምስ ሓመመ ሰብ ጋስራይት ከቢዳትንላ ሓይመ ኣለኹ ይብል እሞ ዝሰትዮ ዓይነት እንታይ ኣሎ እንተ ኢልና ከዓኒ እንጣጢዕ ኣፍሊሕካ ዝተጎድኣ ይኹን ዘይተጎድኣ ድማ ኣፍሊሕካ ክትሰትዮ ከለኻ ይሕሸኒ እዩ ዝብል ሰብ ኣሎ፣ ይገድፈኒ እዩ ዝብል ሰብ እውን ኣሎ። ስለዚ እዚ እንጣጢዕ ድማ ብኸመይ እዩ እንተ ኢልና ኣቐዲምና ንደጋዊ ክፍሊ ካሳ'ና ዝሽፍን ሽፋን ክንብል ጸኒሕና እሞ እንጣጢዕ ድማ እዚ መለግለግ ዝብል ባህሪ ስለ ዘለዎ ነቲ ናይ ጨጎራና ሽፋን ስለ ዝሽፍኖ እሞ ካብ ኣሲድ ስለ ዝከላኸለሉ እዩ ብብዝሒ ግዜ እንጣጢዕ ውስድ ምስ ኣበልና ዘፍ ዝብለልና ማለት እዩ ቃንዛ። ስለዚ እንጣጢዕ ድማ ተመካሪ እዩ ማለት እዩ። ኣብ ንሓመሉ ግዜ ይኹን ኣብ ካልእ ግዜ ክንምገቦ ዝምከር ዓይነት መግቢ እዩ ማለት እዩ። ካልእ ድማ ሕጂ ኣብ መጽናዕቲ ዝያዳ ዘሎን ኣብ ገለ ድማ ኣጽኒዕና ወዲእናዮ ኢና ዝብሉን እንታይ ኣሎ እንተይልና ናይ ካውሎ ጽሟቕ ካውሎ ሕጂ ንእሽተይ ብማይ ጥጥቕ ኣቢልና ኣዝዩ ከይበሰለ ትሕዝትኡ ስለ ዝኸይድ ማለት እዩ ኣዝዩ ከይበሰለ ጥጥቕ ኣቢልና ኣብ ማይ ኣውጺእና ድማ ጾሚቕና ኣብ ንሰትየሉ ግዜ፣ እዚ ብፍላይ ድማ ሕማም ጨጓራ ክብድ ንዝበሎ ሰብ ናይ ቁስሊ ናይ ምፍዋስ ባህሪ ኣለዎ ወይ ከኣ ይቕንሰልካ እዩ፣ ነቲ ቁስሊ'ሲ ቀልጢፉ ንኽሓዊ ይገብሮ እዩ ዝብል ሕጂ እውን ሓዱሽ መጽናዕትታት ኣሎ ማለት እዩ። ስለዚ ናይ ካውሎ ጽሟቕ ድማ ተመካሪ እዩ ማለት እዩ። ስለዚ እዚኦም ብዙሕ ዓይነት መግብታት ኣለና ምስ ጨጓራና ንጨጎራና ክከላኸለልና ዝኽእል ወይ ከኣ ጥዕና ጨጎራና ክሕልወልና ዝኽእል ማለት እዩ። ስለዚ ካብዚኦም መሪጽና ዝተመጣጠነ ካብ ኩሉ ዓይነት እንተወሰድና ይምከር እዩ ማለት እዩ። ፈውስታት ሕማም ጨጎራኸ እንታይ ይመስል እንተድኣ ኢልና ድማ ሕማም ጨጎራ ኣብ ሕክምና ከይድና ሕክምናዊ ክንክን ኣብ ንረኽበሉ ግዜ መድሃኒታት ይወሃቡና እዮም። ንኣብነት ፕሮተን ፓምፕ ኢንሂቢተር ዝበሃል መድሃኒት ኣሲድ ይቕንሰልና ከምኡውን ናይቲ ቆሲሉ ዘሎ ከስዐና ክሓዊ ይገብሮ። ኣንቲባዮቲክ ድማ ሄሊኮባክተር ዝበልናዮ ቅድም ባክቴርያ እንተድኣ ኮይኑ ጠንቁ ኣንቲባዮቲክ ወይ ከኣኒ ጸረ ባዮቲክ መድሃኒት ይወሃበና እዩ። ከምኡ ድማ ኤች-ቱ ብሎከር ዝበሃል ኣሲድ ዓቐኑን ንክቕንስ ዝገብር እዚኦም መድሃኒታት እውን ብሕክምና ክእዘዙልና ይኽእል እዮም። ኣብ ሕክምና እንተ ከይድና እቲ ዝበዝሐ ድማ ብኣመጋግባና ክነስተኻኽሎ እዩ ዝንገረና ማለት እዩ። ስለዚ እዞም ኣመጋግባ ድማ ከምዚ ዝረኣናዮም ክንጥቀመሎም ወይ ከዓ ክንዘውትሮም ይግበኣና። ካልእ ድማ ፈውሱ እንታይ እንተ ኢልና ክብድ ዝበለ ዓይነት ሕማም ጋስትራይት ወይ ከዓኒ ናብ ኣልሰር ዝማዕበለ እንድሕር ደኣ ኮይኑ ብሰርጀሪ ክሳብ ኦፕሬሽን ዝበፅሕ ሰብ እውን ኣሎ ማለት እዩ። ሕማም ጨጎራ ምስ ዘይፍወስ ናብ ምንታይ ይምዕብል ከመይ ከ ይገብር ንዝብል ሕማም ጨጎራ ኣብ ኣብ ቀሊል ከሎ ንሕና በመጋግባና እንተ ዘይተኸላኺልናዮ ወይ ከኣ ኣብ መጀመርይኡስ ብዙሕ ጉድኣት ስለ ዘየምጸልና ሸለል ኢልና ንገድፎ እሞ ናብ ኣልሰር ይምዕብል ኣቐዲመ ጠቒሰዮ ኔረ ኣልሰር ክንብል እንከለና እንታይ እዩ ጨጎራና እቲ ላዕለዋይ ሽፋን ይኸይድ እሞ ብብዝሒ ኣሲድ ይረኽቦ ብብዝሒ ባክቴርያ ወይ ከኣ ይረኽቦ ንጨጎራና ማለት እዩ ስለዚ ጨጎራና እናቖሰለ እናቖሰለ ይኸይድ ደሓር ግን እንታይ ይፈጥር ከፋት ነገር ካብ ሚሒር ቁስሊ ከፋቲ ነገር ወይ ከኣ ከምዚ ኖኻል ነገር ይፈጥር ማለት እዩ። ስለዚ እዚ ኖኻል እዚ ድማ ብኡ እናሓለፈ ኣሲድ ናብ ምሉእ ኣካላትና ይዝርጋሕ ኣሎ ማለት እዩ። ወይ ከኣ ካልኦት ክፍሊ ኣካላትና ድማ የጥቅዕ ማለት እዩ። ስለዚ ከምዚ ኣብ ዝኾነሉ ግዜ ኣዝዩ እናገደደ ስለ ዝኸይድ ክሳብ ምሉእ ብምሉእ ኣብ ሕክምና ደቂስካ መግቢ ጠጠው ኣቢልካ ብኤንጅ ቲፕ ወይ ከኣ ብቱቦ መግብታት ኣብ ትወስደሉ ደረጃ እዩ ዘብጽሕ። ስለዚ ከምዚ እንድሕር ደኣ ኮይኑ ኣቐዲምና ድማ ምልክታቱ እንታይ እንታይ ኢልና ኔርና መግቢ እትምገበሉ ግዜ ተምላስ ይገብረልካ ከምኡ ውን ኣብ ቀልቀል ድማ ደም ምስ ተሓወሶ ክንርኢ ንኽእል ኢና ኢልና ኔርና። ናብዚ ደረጃ ይበጽሕ ቀልጢፉ ተዘይ ተፈዊሱ ሕማም ጋስትራይት ወይ ከኣ ኣብ ኣመጋግባና እንተ ዘይተጠንቂቕና ማለት እዩ። ካልእ ድማ እዚ ፔፕቲክ ኣልሰር ዝበልናዮ ከኣ ነድሪ ናይ ከስዐ ዝበልናዮ ኣብ ክልተ ቦታ ክርከብ ይኽእል እዩ። ኣብ ጨጎራና ከኸውን ይኽእል እዩ፣ ከምኡውን ኣብ ጫፍ ናይ ቀጢን መዓንጣና ወይ ከኣ ጨጎራና ወዲኡስ ኣብ ጫፍ ናይ ቀጢን መዓንጣና ዶዲናል ኣልሰር ንብሎ ይርከብ ማለት እዩ። ስለዚ እዚ ኣብ ጫፍ ናይ ቀጢን መዓንጣና ዘሎ እንድሕር ደኣ ኮይኑ እቲ ቁስሊ ኣብኡ እንድሕር ኣሎ ዝበዝሐ ግዜ እዚ ሰብ እዚ መግቢ ምስ በላዕኩስ ዘፍ ይብለኒ ይብል ማለት እዩ። ሕማም ጋስትራይት ኣዝዩ የሸግሮ የሸግሮ እሞ ወይ ከኣ ከምዚ ዝበል ናይ ምምንጫት፣ ቃንዛ፣ ከስዕበሉ ይጸንሕ እሞ ድሒሩ ግን መግቢ ምስ በልዐ ዘፍ ዝብሎ ሰብ ኣሎ ቃንዛ ጠጠው ዝብለሉ ማለት እዩ ስለዚ እዚ እንታይ እዩ እንድሕር ኢልና ድዩድናል ኣልሰር እንብሎ ወይ ከኣ እቲ ቁስሊ ኣብ መጀመርያ ጫፍ ናይ ቀጢን መዓንጣ እዩ ዝርከብ ማለት እዩ እንድሕር ደኣ ኣብ ጨጎራና ኮይኑ እዚ ኖኻል ወይ ከኣ ከፋት ዝፈጠሮ ቁስሊ ኣብ ጨጎራና እንድሕር ደኣ ዝርከብ ኮይኑ መግቢ መምስ በላዕና ይገድድ ማለት እዩ መግቢ ምስ በላዕና ወይ ነምልሶ ወይ ከዓኒ ቃንዛ ይገብረልና ኮንፈርት ንስእን ማለት እዩ ስለዚ ኣብ ክልተ ቦታ እዩ ዝርከብ ከነለለዩ ይግባና እዩ ኣብ ገሊኡ ቃንዛ ምስ ገበረልና ምግቢ ኣብና ዘፍ ኢልና ብከምዚ ክንከላኸሎ ንኽእል ኢና ወይ ከዓ ምግቢ በሊዕና ካብ ቃንዛ ጠጠው ክንብል ንኽእል ኢና ኣብ ገሊኡ ከምዚ ናይ ኣብ ጨጎራና ዝርከብ ቁስሊ እንተ ኮይኑ ግን ምግብና ውሑድን እናተጠንቀቕናን ክንበልዕ ይግበኣና ማለት እዩ። ስለዚ ናብ ከምዚ ደረጃ ዝበፀሐ ክብደት ኣለዎ እንተ ዘይተፈዊሱ ማለት እዩ። ካልእ ድማ እንታይ ዓይነት ሳዕቤን ኣለዎ እንተዘይተፈዊሱ እንተ ኢልና ምድማይ ብብዝሒ ምድማይ ኣብ ውሽጢ ኣካላትና ብኣፍና ይወፅእ ቀልቀል ይወፅእ ብብዝሒ ደም ይወፅእ እሞ ናብ ደም ዋሕዲ ወይ ከዓ ናይ ኣይረን ደፍሸንሲ ናይ ሓፂን ዋሕዲ ኣብ ኣካላትና የጋጥም ማለት እዩ። ካልእ ድማ እንተ ዘይተፈዊሱ እሞ ናብ ዝለዓለ እንተበጺሑ ፐርፎሬሽን ንብሎ ይፍጠር ማለት እዩ። እዚ ፐርፎሬሽን ንብሎ ዘለና እንታይ እዩ? ይቖስል ጨጎራና ይንድር እሞ ከፋት ይፈጥር ኢልና ኔርና ኣቐዲምና። ስለዚ እዚ በዚ ከፋት ዝፈጠሮ ነኾል ነዃል ይፈጥር እሞ ናብ ሙሉእ ኣካላትና ከኣ እቲ ኣሲድ ክዝርጋሕ ይገብር እሞ እቲ ኣሲድ ከኣ ኣብ ካልእ ኣካላትና ከኣ ካልእ ዝገደደ ሕማምን ጠንቅን የምጽእ ማለት እዩ። ክሳብ ፔሪቶናይትስ ዝበሃል ኢንፌክሽን ናይ ኣብ ታሕተዋይ ክፋል ከብድና ዝርከብ ሽፋን ክሳብ ከቢድ ምልክት ዘለዎ እዚ ከስዕበልና ይኽእል እዩ ማለት እዩ። ከምኡውን ናይ ጫፍ ከስዐ ምዕጻው፣ መግቢ ክሓልፍ ክሳብ ዘይክእል ምዕጻው እውን ከጋጥም ይኽእል እዩ፣ ሕበጥን ቁስልን ስለ ዘሎ ማለት እዩ። ስለዚ ከምዚ ዓይነት ከቢድ ሳዕቤን ስለ ዘለዎ ኣቐዲምና ሕክምናዊ ክንክንን ኣብ ኣመጋግባና ስርዓትን ክንገብር ይግብኣና፣ ክንጥንቀቕ ይግብኣና እዩ ማለት እዩ። ኣብ መወዳእታ ሰለስተ ነገራት ክንገብሮ ዘለና እንታይ እዩ እንድሕር ኢልና፣ እወ እንታይ ዓይነት መግቢ ክንበልዕ ኣለና ፈሊጥና ኣለና፣ እቲ ንምገቦ መግብታት ግን ከመይ እንታይ ይኹን ንዝብል እቲ ቀዳማይ፣ ምሳሕ ቁርሲ ድረር ኢልና ኣብዚሕና ካብ ንበልዕ ኣብ ቁርሲ ንእሽቶይ ሰለስተ ኩላሶ ኣርባዕተ ኩላሶ ጽንሕ ኢልና ድማ ድሕሪ ሰዓት ከምኡ ሰለስተ ኩላሶ ኣርባዕተ ኩላሶ ጸጸኒሕና ነንእሽቶይ መግብን ክንበልዕ ይሓይሽ ካብ ብብዝሒ በሊዕና ወይ ነውጽኦ ወይ ከኣኒ ናብ ቃንዛ ዘስዕበልና በብንእሽቶይ መግቢ እንተበላዕና እቲ ዝምረጽ እዩ ክኸውን ዘለዎ ድማ እዩ ማለት እዩ ካልኣይ ድማ ቅድሚ ምድቃስና ኣብታ ንድቅሰላ ሰዓት መግቢ ምብላዕ ምውጋድ። ቅድሚ ሰዓት ድዩ ቅድሚ ክልተ ሰዓት ድዩ በሊዕና ምድቃስ ማለት እዩ። ስለዚ በሊዕና ኣብ ንድቅሰሉ ግዜ ለይቲ ሙሉእ ቃንዛ ክገብረልና ስለ ዝኽእል ቀቅድሚ ምድቃስና ክድቅስ እየ እንዳበልና መግቢ ቅድሚ ፍርቂ ሰዓት ድዩ ርብዒ ሰዓት በሊዕና ክንድቅስ የብልናን ማለት እዩ። ኣቐዲምና በሊዕና ሓቒቑ ክንድቅስ ኣለና። ካልእ ድማ ብዙሕ ማይ ምስታይ። ሕማም ጨጎራ ዘለዎ ሰብ ይኹን ዘይብሉ ብብዝሒ ማይ ምስታይ ይምከር ማለት እዩ ንጥዕና ጨጎራና። ካልእ ድማ መግቢ ክንበልዕ ከለና ጽቡቕ ጌርና ሓይኽና ምውዓጥ። ናይ መግቢ ዘይምሕቓቕ እንድዩ ዝያዳ ዘስዕበልና እዚ ሕማም ጨጎራ። ስለዚ እንታይ ክንገብር ይግብኣና እዩ እንድሕር ኢልና መግቢ ብደንቢ ሓይኽና ክንውሕጥ። ስለዚ እዚኦም ኣርባዕተ እቶም ክንገብሮም ዘለናን ካባና ንጽበዮም ነገራት እዩ ማለት እዩ። ስለዚ ሕማም ጨጎራና ብመጋግባናን ብላይፍ ስታይል ናትናን። ጥንቃቐ እናገበርና ክንሕልዎ ይግበኣና እዩ። ንስኻትኩም ከ ካበየኖት ምዃንኩም ካብዚኦም ኣለሊኹም እንታይ ዓይነት መግቢ ይሰማማዓኩም ፈሊጥኩም ኣበየናይ መግቢ ክትምገቡ ኣለኩም ሪኢኹም ድማ ተጠንቂቕኩም ክትምገቡ ይምዕድ ማለት እዩ። ስለዚ ንሎሚ ዝነበረና መደብ እዚ ይመስል። ኣብ ዝመጽእ ብኻልእ ትሕዝቶ ክሳብ ንራኸብ ብሩኽ ቅነ።